ክብክብ እስከ ድበል ቀረብ ቀረብ ሆፋ እስኪ ኦፍዮቲ ተመሊኣ ዘይትመልእ ዓለም ዛት ሸዓተ ወኻዕካዕካዕ እንዲስማ ንራኸብ ንዛተ ዝጸናሕኮ ጸኒሐ ከእምርሕ ንገዛይ

ዝሕልሕል መሪሉ ዋይ ምናልባሽ ግን ስለ ዝጠመና ድኸውን ጓለይ ኣነዶ
ሕጂ ቅድሚ ፍርቂ ሰዓት ዘይኮናን ቅጫ ፍትፍት ቆሪስና ደሓር ከዓ ሰሓራይ ንጥመሞ

እዋይ ኣትነጊሩ ክፈልጥ ድየ እዋይ መጀመርያ እንዳ ቤት ቁርሲ እየ ዝሰርሕ ነይረ ሽዑ እብለኪ ካብ ስራሕ ትፍድስ ኣቢለ ንገዛይ እንዳኸድኩ ኣለኹ በዚ መፅኡ ዘይበልክዎ ሓደ ፅሉል በትሪ ገይሩ ዛርሰ ድዋ ኣየብለንን በቃ ኣይፀናሕኩን ሽዑ ኣይ ስሑቲ ኣይ ሕዋይ ኮይና ካብቲ ስራሕ ተሰጒገ እዋ ሓፍተይ
መምሃረን ትርእስለኪ ማለት እዩ ይፈልጥ ኣነ ኸኣስ ሓደ ግዜ በይነይ ክሓስብ ከለኹስ እዛ ጓል ገለ ጸገም ከይሃለዋ ይተርፍኒ ገለ ኮየ ዝብል ነይረ
ከተራስ ናታ ዝተዓበት ሰብ ምዃን ክትፈልጥና ዋይ
ሃልሃል ኢለ እንተ ነዲደ ኸኣ ዓሰርተ ሰሙት ከም ዝሕዙ ንኸትፈልጥ ዶ እንታይ ሕጂ ክትራስኒ ጸኒሕክ ማለት ድዩ ኣብሽሪ ተረጋጊ ናይ ብሓቂ ክዛረብ ጸኒሐ ካብቲ ናብ ቤት ቆርሲ እኮ ገዲፈዮ ዘይኮንኩስ ተሰጒጊ እየ ከልየዮ ከመይ ማለት እዩ ክገርመኪ ኣብቲ እንዳ ቤት ቁርሲ ሰለስተ ሰሙን ጥራይ ሓኪመ ኣብ ውሽጢ እዘን ሰለስተ ሰሙን ግን ወይ ናይ ዓመት ሙሉ እየ በሊዐ ዋ ብናይ ገሊኦምስ ከማን ናይ ክልተ ዓመት ገለ በልዮ ቱ ይርስ ኤሎት ኦፍ ፉድ ኤሎት ኦፍ ኡድ ኢት ከመይ ከመይ ይብል ኤክሰለንት ሰብ ፋታ ምስ ሓሙሽተ እዙዙ ምስ ኣርባዕተ ጌርካ ትቦም ምስ ዓሰርተ እዙዙ ምስ ሸሞንተ ጌርካ ትቦም ሳርዲን ግበርላ ኣብልኺ እታ ፍርቂ ብዛ ከብዲ ክዕው ሻሂ ኢሎም እዙዙ ምዑግ ኣቢልኪ ግድፍ ዋ ትግደፍና በጃኽ ምዛ ጥሜትና ክእልና ሕጂ ኮይኑ እኳ ትሰማዓኒ ክንደይ ሓሊፉ ኣትስኺ ናይ ሰባ ይብልክን ሕሉፍ ሓሊፉ ክስካ ብኬሻ ስርቅ ኔርኪ። ዋእ ስምረት እዚ ስርቂ ኣይኮነን ምእንቲ ከብዲ ክንብል ዝመሃዝናዮ ናይ ዕንጋለ መደብ እዩ እንታይ ምዓብስ ብዙሕ ከይኣከልና ከኣ ካብ ስራሕ ኣባርሮምና ሃይ። እዋይ ኣምላኽ ጥዑም ማንጎ ምሳኺ እንቋዕ ጨጉሪ ሰብ ዝብላዕ ኣይከውን። እዋ ኣምላኽ ኣውጺእወን ዘን ዓማዊል እምበር ትፈልጢ ዲኺ ካብ ሓንቲ ቁኖ ከምዚኣ ጌር ቋዕ ቋዕ እንዳበልኩ ኩለን ምነጸኽወን ነይረ። ሰይ ምነጸኽወን ምላጽኽወን በሊ። ክገርመኩም እኳ እዩ ካብታ ገዛ ድሕሪ ምስጓገይ ኣቲ እዞም እንዳ ቤት መግስት ነንሓድሕዶም ይነጋገሩ እዮም መስለኒ ስራሕ ወንቲ ተበልካ ዝቆፅረኒ ስኢደ ደይደ ጠጠው ኢለ ስሬም ዳብ ተሓኪም ዳብ ደሞን ክቁፅረኪ
ስምረት ነጥበ ስርዓት ግበርሉ ዘረባኺ ቢደኪ የርሕራይ ኣነ እኮ በዓልቲ ሓዳር እዩ ነቲ ዝኣተኹ ሓዳር ከዓ እምንቲ እየ ክትፈልጢ ብዛዕባ እንታይ ይዛረብ ኣለኺ ስሪኦም ነፍታሕኪኦም ዶ ክትብልኒ ዝጸናሕክን ከምዘን ስራሕ ክረኽባ ኢለን ምስ ዓመን ዝድቅሳ ድዩ ክመሲልኪ ኣነ ወላ እዚ ወላ ጥብሲ ክጋብዘኪ ተዝብለኒ ኣይምደቆስኩን ኣነ ዝበልኩ ስሪኦም ኣፍቲሕኪዮም ኣፍሺልኪዮም እየ ዝበልኩ ኣነስ ክርዳእኪ ዲክሽነሪ ሒዘረ ብእንግሊሽ ክዛረበኪ
የራስለኪ እየ ዘለኹ ማዕረይ ፍቕርኽን
ኣብ መወዳእትኡ ግን ከንኪ ጸግም ዋነ ይፍለጥ እዩ እንታይ ኣነ እንታይ ባምቡላኽ ድየ ባምቡላኽ ኣነ ገዛ ተጋጊኻ ኣላ መስለኒ ሓወይ ገዛ ተጋጊኻ ኣላ ኣይመስለንን ንምርግጋጽ ግን ጎረቤት የደለኹ ሓቀይ ዛት ኢዝ ራይት ዝዓርከይ እንታይ ደ ኮይኑ ሓንቲ ዜማ መፅያ ኣብ ርእሰይ ክትርብሸኒ ውዒላሲ ክሰርሓ ደልየ እቲ ፅምዋ ደልየ መፅየ ናብዚ
ኣብዚ ኮይነ ክውጭጨይ ገለ በለኒ እሞ ብዘይ ቀልዓለም እብለካ ኣለኹ ኢደይ ወርዊረ ጎሮሮኻ ባሕጒጠ ከውፅእ በስመ ኣብ መንፈስ ቅዱስ ኣታ ኮንክቲ ስምረት ዋእ ጾም ምድሪ ሰብ ክትጠብሐ ብዝኾነ ዜማ ህድእ ኢልካ ብጽሞና እናስተማቐርካ ናይ ስምዒት ህዋሳትካ ኣደቂስካ ብርግኣት እዩ ዝስራሕ። እዛ ዜማ እዚኣ ከኣ ገና ኣብ ርእሰይ እያ ትስራሕ ዘላ። ኣብ ርእሲ ስለ ዝስራሕ ዜማ ከኣ ስለ ዘይተወድአ ኣብ ናይ ምውጫጭ መድረኽ ኣይተበጽሐን ዘሎ እዚ ዜማ እዚ። እታ ዜማ ሲ ኣይበሰለትን ዘላ ብለኩ ኣሎ ብጥሪኣ እያ ዘላ ሕጂ ክክሽና እዩ ዝብል ዘሎ ሓቀይ እንዴ። ከምዚ ናይ ክሽነ ጌርካ መግቢ ክትሰርሕ ደሎት።
ሓራይ እሞ እንታይ ኣብቲ ገዛኹም ኮንካ ዲዩ ትገብሮ እታ ክትገብራ መጺኣ። ክገርመኪ እዩ ስምረት ሓፍተይ ኣብቲ ገዛ ደለዉ ኣይሰርሑ ኣየስርሑ ክርብሹ ጥራይ ዝኽእሉ ሰባት ምሽ ኣለዉ ከምኡ ጥራይ እዮም። ኣብ ልዕሊኡ ከኣ እዛ ናንዲ ቪንግቪንግ ዝኾነት መን እያ እዚኣ ኣንጀሊና እሳ ተሓዊሳቶም ጠቕላላ በቃ ዋላ ሓንቲ ዓንጀጀል ከምኡ የለን ሓሳብ ናይ ትርኩ ፊልም ሓሳብ ኩዕሶ ከዕልሉ ዓሰርተ ገረማ ገዛ ኣነ ከም ዝበልኩ ካብ ርእሰይ ስለ ዝኾነ ስራሕ ኣብዚ መፅእ ፅምዋ ደሊያ ክሰርሖ ደለ እንታይ ንሕና ካብዚ ኣይንርብሸካን
ታወክት ዘይትሰብረ ስኽና ወሊድካ

ኣንጀሊና ኣታ ሓደ ሓደ ግዜ እኳ እዚ ዘረባ ካበይ ካበይ ክተምፅዮ ግርም እዩ ዝብለኒ
ኣይርዳእካን ይኸውን እምበር ንዓኻ ዝኸውን ዘረባ ከይተረዳእኒ ባዕሉ እዩ ዝመፀለይ ባእ ተኸታልካ ከዓ ከቢድ ኮይኑ በጃኻ ዝኺድ
ፎኳስ ፎኳስ እየ ፎኳስ መን ተሰከመለይ ኢልኪ ኣቦ ኣቲ ቆራይት ደኣላን ቁም ነገርን እባ ፈላልዮ ይዋዘየኪ እኮ እየ ዘለኹ ኩሉ ነገርካ ተፈጥሯዊ ምዃኑ ማዕረ ክንደይ ደስ ከም ዝብለኒ ትፈልጠኒ ኢኻ ልዕሊ ኩሉ ከዓ ልቦናኻ ኣታ ሓቅኺ ዲኺ? ብሓቂ ሓቅኺ? ናይ ብሓቂ ሓቂ ብሓቂ እስኪ በሊ።
ብሓቂ ኣየ እስኪ እተውያ እንካ ድገምያ።
ኣይ
ንዑባ ዋታ እስኻ ንዓባ ብክንዲ ገሊኻ ኣነ ብዚ ኮፍ ኢለ ከለኹ እስኹም ፍቕሪ ፍቕሪ ትፃወቱ ክረኣየኩም ዋ ቁርብ ኣይትሓስብ እንዲኻ ኣንታ ዜና እንታይ ር- እንታይ ዘረብሽ ኣለካ እስኪ ሓንሳ ርግእ እስኪ በል ከመይ ቁልውልውሉ ይብል ከመይ ደይ ሽርሸር እ? ኣብዚ እስኹም ፍቕሪ ፍቕሪ ትፃወቱ ዝሓለፈ ቀዳም ክልቲኹም እንታይ ዲኹም ፈዲኹም ንዓይ ቀዳም ቀዳም ቀዳም ቀዳም ቀዳም ዳ እንታይ ጌርናካ ዲና ሓቅኺ ዝበደሉ እኮ ኣይዝክርን እዩ ክልቲኹም ከምዚ ኢልኩም ውዒልኩም ምሸት ምስ ኮነ ከዓ ንስኻ ሒዝካያ ፋኒኻ ኣነ ዘጋጠመን ሽግር ግን ሽዑ ባዕለ እየ ዝፈልጦ ውይ ኣነ ዝረኽቦ ዘይብለይ ይህ ንስኻ ክተፋንወኒ ድዩ ነይሩ መደብካ ኖኖ ከምኡ ዳ ኣይኮነን ኣነ ዳ ተኸሎም ከፋንወኒ ሓሲበ ነይረ ፀልማት ገዛውትና ዳ ከመይ ገይረ ክሰግሮ ሽዑ ዘጋጠመን ሽግር ግን ባዕለ እየ ዝፈልጦ ኣነ ዘይነኣኒ ወይ ሓወ ከቲሮምኻ ድዮም ጸልማት ገዛትና ደኣ'ሞ ከመይ ጌረ ክሰግራ? ተጸሊ ኢልካ ዲኻ? ደሓራይ ሓሲበ ሓሲበ ሓሲበ ንሲስተረይ ደዊለላ። ሲስተረይ ከኣ ኣብታ ዘለኹዋ ቦታ መጺኣ ወሲዳትኒ። ኣብ ገዛ ምስ ኣተና ግን ኣበይ ኣምሲኻ ኢላ ክትክትከትኒ እያ ሓምሲያ። እዋይ
እዋይ መጻባጽብቲ! ናይ ብሓቂ።
ኣታ ኣታ ምሳኻ ኢና ንጽብጸብ ዘለና። ዓሕ! ኣኺልካ በቃ ሓፍተይ ቀጥቂጣትኒ እንዳበልካ መሬት ክትዕርባ። ንስኻ ከ ኩነታትና ርኢኻ በኣ ከለኻ ደይትኸይድ ዘይረብሕ ኮይነ ወደይ ኣነ ሓደ ሳክት ፍጥረት ኮይነ እምበር ሕጅስ ምስ ደጎል ዓርከይ ደይ ከይድ ነበርኩ ኣንታ ሕጅስ እንታይ ዶሞ ሓሊፎ እዩ ዘይትኸይድ ዋይ ምሽ ዘይና ኣይኮንኩም በለ ካብዚኣ ተተንቀሳቂሰ ደሓን ክትርእኒ ኢኺ ሕጂ ከዓስ ሕሉፍ ሓሊፍክስ ካብ ስራሕይ ካብ ዝገዛይ ክትሰጉኒ ደሓን ስኽኻ ኣይኮንክ ትገብርዮ ደለኺ ስኻ ኢኻ እዚ ኩሉ ነገር። ዜና ዜና ኣይትበለኒ መዓልቲ መዓልቲ ብዚ መቦቀለን ዘይፍለጥ ኣዋል ሒዝካ ትመጽእ ሽዑ ትጸገም ትሽግር ንሕና ኢና ንስከሞ።
ዋው ተኽሊቱ እንታይ ይብል ኣሎ ናብዚ ገዛ ዋልት ተምጽእ ኢኻ እለከ ኣንቲ ስኽባ ትገዲ ጥረ ነዛ ኣሚንኪ ኣስቆሚልኪ ትዛረብ ኣለኺ ሓሲኡ ምሽ

እንታይ ደኣ ኣብ ገጸይ ትሓስቢ ኣለኺ? ከምዚ ኢልኪ ክትጥምትኒ ከለኺ እኮ ልክዕ ነዘን ዓጃውዝ ኢኺ ትመስሊ ንስኺ።
እንታይ ደኻ? በቃ ከምኣ ኢልኪ ኣለኺ ሓረጉ። ስነ ስርዓት ግበር፣ ህዝብን መንግስትን ዝፈልጠኒ ሳሮን እዩ ሽመይ።
ንዓይ ግን ሓረጉ ከለኺ ተመርዒኽኒ፣ ሓረጉ ከለኺ ከኣ ፈቲሕኽኒ። ብኸመይ እየ ዝፈልጠኪ?
ጅድ
እሳ ከለኹ ዶ ሓረጉ ዘይኮንኩ ነይረ ሕንጉግ እየ ነይረ ክትፈልጥ ሕጂ ብደሪኻ ጥዒምኒ እዩ ዘስምዕ ዘረባኺ ኬፍ
ኣብ ነፍሰ ይርእዮ ሕጂ እኮ ኣፍካ እዩ ዝዛረብ ዘሎ እምበር ከምዚ ኢለ ቀንጀውጀው ኢለ ክትርእየኒ ከለኻ ዓይንኻ ደም እዩ መሊእካ ዘሎ ግን ሕርር ኣበል እምበር ካብዚ ንላዕሊ እውን ክፅብቕ እዩ ቧእ
ኣቲ ንስኹ ከይትዓፍሪን ኢኺ ኣቲ ዋ ቁሩብ ሕጅስ ሳሮን ክትኮኑ ማለት ድዩ ከምኡ ድዩ ዝበሃላኺ ሳሪ ገለት ኢሎምኸስ ኣብየት ክም ኣለኹም ከምኡ ክትብሉ እዮም ከምኡ ዶ ክትሓስቢ ስረ ዘይብልካ ትረፍ ኢለካ ኣለኹ ምኻን ከ እንታይ ስረ ነይሩካ ስረ ተዝህልወካ ዶ ሓሓሊፍካ ትወልዳ ኣሊኻ
ምውላደይ ንዓኺ ዝምልከት ኣይኮነን። እንኪ ዝሓዝዮ። እንታይ እዚ?
ኣንብብዮ።
ኣብ ስርሐይ እናመጻኺ ሰሚዕኺ ኣለኺ? ስቲም ማሳጅ ጥሽ ትገብሪ ከም ዘለኺ ደይፈልጥ ከይመስለኪ ጽቡቕ ገይረ እየ ዝፈልጥ። ሳላ ዝትካለ ኢኺ ከም ዝኾንኪ ዘለኺ። ዘይከፈልክዮ ዕዳ ሰለስተ ሽሕ መጺእኪ ኣሎ። ዒጭ እምቢ ኣይከፍሎን እዩ እንታይ እንታይ ትኸፍሉ ገንዘበይ ገንዘበይ ስለ ዝኾነ
ከመይ ኢሉ እዩ ገንዘብኪ ዝኸውን እዚ ካብዚ ኩሉ እኮ ንዓኺ እዛ እንዳ ቅምቀማይ ጥራይ በፂሓትኪ ተጋጊኻ
ነቶም ደያኑኻ ኣጋጊኻዮም እምበር ንዓይ ዝበፅሓኒ ነይሩ ንስኻ ግን ሽኮርያ ኣላትኒ ኮራርምተይ ስለ ዝተሰባበረ ዝረኸብኩዎ ክበልዕ ኣይክእልን እየ የማነይቲ እግረይ ካብ ፀጋመይቲ እግረይ ትሓፅር ከም ድሌተይ ክስጉም ኣይክእልን እየ እናተዓንቆፍኪ እየ ዝኸይድ ኢልካ ምንን ምስ በልካ ንዕሳር በጃኺ ንስኺ ትሕሺ ግደፍሉ ምስ በሉኒ ገዲፈልካ እ እዚ ዘይኮነን
ክንደይ ትኽእልሉ ኢኺ ሕጂሲ ኣነ እተሓባቢረካ ዲኻ ክትብል ደሊኻ ኣይትሓፍርን እኮ ክንስኺ ኬፍ ኣነ እንተዘየፍቅደልካ እኮ እዚ ኩሉ ይምረኸብካዮም ክትፈልጥ ከኣ ኣነ ጥራሕ ዘይኮነ ሰራሕተኛታተይ እውን ከም ድልዮቶም ክጥቀምሉ እዮም ንመን እዮም ዝጥቀምሉ ነቲ ትካል ኣብ ስርሐይ ነዚ ክጥቀምሉ ኣዘኻኺርክኒ እንደ ግዳይ ስምዒ ነዞም ሰራሕተኛታትኪ ካብዛ ሎማዓንቲ ጀሚርኪ ኣጠንቅቕዮም እነግረኪ ኣለኹ። ኣብዚ ትካለይ እንዳመፁ ምስራሕ ይኸልእዎን ኣለዉ ነዘን ሰራሕተኛታተይ። መን ኣታ?
እዞም ሰራሕተኛታትኪ እብለኪ ኣለኹ እኮ። እዞም ምጭዋት ፈውሲ ልቢ ዝኾኑ ሰራሕተኛተይስ ምስራሕ ከሊኦምኻ? እወ።
ኣላ ንስኻ ንኻልካ በሎ። ሓራይ ክትፈልጥ ሰራሕተኛታተይ ካብ ትካሎም ወፂኦም ናብ ካልእ ፀፋዕፋዕ ኣይብሉን እዮም ሰሚዕኻ ኣለኻ እተን ናትካ ናብ ትካለይ እንተኣትየን ግን ናትካ ጉዳይ
ደሓን ደሓን ኣጠንቅቕዮም ጥራሕ ድሕሪ ሕጂ ኣብዛ ትካለይ እንድሕር ኣትዮም እነግረክ ኣለኹ ንሓላለይ ክወስዱ ኣታ ኢለካ እኮ ኢለካ እየ ንሶም ሲ ትረፍ ናብ ትካልካ ክኣትዉ ናብ ዝገጾም እውን ኣይሸኑን እዮም ኣይ መገሰም እንታይ ናይ ሰብኡት ኣለዎም እዩ ደኣሞ እዚኦም ናባይ መጺኦም ክሸኑ። ስነ ስርዓት ግበር ብሰንኪ ዜና ንኹሎም ኣይትለኩሞም። ደሓር ግን መልሓስኪ ከይትዓጽፊ። ድሕሪ ኣብዛ ትካለይ መጺኦም ብሓንሳእ ዶ ነማሲ ንወራረድ። ምሽ ዶ?
እወ። ሓሳብካ ክነማሲ? ነማሲ እወ።
ትደልይዎሞ ይዝንግዓኩም ባባ በላይ። ይነግረኪ እኮ ኣሎ ኣብ ገዛይ ኣብ ስርሐይ እንድሕር መጺኦምሲ ብሓንሳእ ዶ ንማሱ እኮ ኢለኪ። ሚሽ ዶ
ብሓንሳብ ከኣ ክንማሲ ኣብ ገዛኻ እንተ ኣትዮም ኣብ ገጸይ ጡፍ በለለይ ዶ ኢለካ መገሰብ።
ኣንታ መን ክሓፍረላ እዩ እዚኣ ክፍእቲ። ጸቢቓ ዶ ግን ሓቂ ይቕሩ ጸባቢቓ ኣላ ትመስል
እንታይ ትገብሩ ኣለኹም ኣታ ኣብዚ
እውይ ሳሬ ኣጀይ ናይ ሕማመይ ድኺ ካልእ ጓል ኮይ ብስኒ ጸኒዑ
ኣቲ ሳሬ እንታይ ደኣ ከ ዘይኣመልኪ ቅድሚ ሰላምታ ናብ ሕቶ ባዕለ ዲ ይፈልጥ እዚ ቁራየ ዓሚ ክንዲ ብንግሆ ወይ ኢሉኒ ጸኒሑ። በለከ ድሕሪ ረኺብኩም እርርርኩም ደሓን ኣብ ርእስኹም እየ ዘለኹ ኣነ ብሰንኩኹም ዘይነበረኒ ዕድመ ክውስኽ ኣይኮንኩን። ዋእ ኣቲ ሳረይ እንታይ ደኣ ኮንኪ ማዕርኹም ዶ እባ ኣይትሕረቒ ንዓኺ ክንድዚ ትሓርቂ እንተኾንኪ ደኣ ቐልጢፍኪ እንዲኺ ክትኣርጊ። ዘይኮም እዮም ደደብ
ኣበይ ኣለዉ እቶም ካልኦት ሕጂ ኣበይ ኣሎ እቲ ከልቢ ዓረብ። ንዜና ዲኺ? እወ ዜና።
ኣቤት ዓምና ሳሮን ወትሩ ኣለኹ ኣብ ስራሕ ኣብዚኣ ዝጸንሐት ኩነታት ኣለርጂ ስለ ዝገበረትለይ እየ ፍልይ ኢለ ጸኒሐ ዓምና ሳሮን ወ
ኣብ ሸቓ ኮንካስ ወትሩ ኣብ ስራሕ ጣ ክትብለኒ ኣብቲ ሸቓ ኮፍ ኢልኩም ትውዕሉስ እንታይ እዩ ዘለኩም ዓሚል ዲኹም ሕዝኩም ትኣቱ ኮንኩም ዋኣታ ዓምና ሳሮን ዓሚል ደኣ እሞ እንታይ ክንገብር ኢና ናብ ሸቓ ሒዝናዮ ክንኣቱ ፈሊጠ ዲኣ ኣነ ብፍላይ ንስኻን ጸጋይን ኣብዚሕኩሞ ኣለኹም እንታይ ወይ ጸጋይታ
ንደጎል ማለት ወርወርና ሸቓ ክኸፍል ትኻ ክብል ኣይኮንኩን መዘጋጃ ቤት እኮ ንትካለይ ጥራይ ኢሎም ናይ ሽቓቕ ቦጥ ምውዛዕ ጥራሕ ተሪፍዎም። ኣታ ንስኹም ከ ቅሩብ ዒብ ዘይትገብሩ ማዕርኹም ዶ ዲኹም ኮንኩም።
ግደፍዮም ንድሓን ሰሚዕካ ኣለኻ እዛ ሽቓቕ ሕጂ እንደ ተዓቢሳ ንስኻን ካላኣይካን ባዕልኩም ተጽልዉዋ ኢኹም። ዋእ ኣነን ደጎልን ኢና ከኣ። ተዴኻ ንፊሕካ ቁጭ ንስኻ ደጎልን እወ ወርድዎ ተኸሊድ ደኣ ሽዓቕ ኣበይ ይፈልጦ ስእልካ ኮሸምሸም በልበሎ እምበሪ ሽቓቕስ ኣበይ ይፈልጦ እንትርፊ ምስትያት ክርእስ ሽቓቓት ይፈልጥ ኣንታ ዓምና ሳሮን ኣብዚ ዘሎ መስትያት ውሒድዎስ ኣብ ሸቓቕ ዘሎ መስትያት ኣትዩ ክርኢ ትብሊ ኣለኺ
ኢቲ ሓቀይ እንዴ ትሸይን ዶ እዚ ሽቃውስ ዝጥቀመሉ ዶ ተወሳኺትላይ ኣነ ደኣ ብዙሕ ኣይኮንኩን ደሓር ከዓ እቶም ዝያዳ ዝበልዑ እኮ እዮም ናብዚ ዓይኒ ምድሪ ምልስ ምልስ ምልስ ዝብሉ እምበር በዓል ንሕና ደኣ እንታይ በልዕና ሳሪ እህተካ እኮ ፅፉፍ እዩ ደሓን እዩ ከማን ናይ ዝገዛ ናይ ፅሬት ሓላፍነት ንዕኡ እንተትህብዮ ፅቡቅ ነይሩ ምሽ መን ደኣ ኣብልኹ ጓለይ ንስኺ ሓቅኻ መሓዛይ ኣቐዲመ እኮ እየ ክሓስቦ ነይርኒ። ኣበይ ኣሎ እቲ መፍትሒ ናይ ሸቃ ሕጂ? ምሳይ ኣሎ። ምሳይ ኣሎ? ኣቐዲመ እኮ እየ ክሓስቦ ነይርኒ። ካብ ሕጂ ኒኖ ብዛዕባ ጽሬት ናይ ሽቓቕ ዝምልከት ባዕልኻ ተኸታተሎ። ዋላ መደብ እውን ኣውጽኣሎ። ኣቲ ዓሚ ናሳሮ ብዛዕባ ኣጠቓቕማ ሽቓቕሲ ተኽሊት መደብ ከውጽኣልና? እንታይ ዲኻ ነፊሕካ?

ካብ ግራይ ተር ሃይለ ዝስሃ ገለ በል ዝኩሉ ሓላፍነት ይብነቀስ ትምድኻ ትብል ሓቃላ ዓምና ሳሪ ናይ ዓምና ሳሪ ትእዛዝ ንድሕሪት ምምላስ ዝበሃል የለ ካብዛ ሰዓት እዚኣ ጀሚርና ዓይኒ ምድሪ ኣብ ክልተ ሰሙን ሓንሳብ ክንጥቀመሉ ኢና ወዲእ ኣለኹ ፅቡቕ ግርም
ትራጎፁ ዲኹም ደለኹም ላግፅኻ ተረኣይኒ ሸቃ ናይ ገዛኻ ከይተርስሕ ክትብልስ ገዛይ ክተጭንወሉ ኣይኮንካን ብድብድ ውይ ኣነስ ብድብድ ብድብድ ጨናወ ሬሳ ፀገም የለን እዚ ሕጊ ውጭ ከደለኽ ሳሮን ማለስ ንኩላትና ድዩ ድምልከት ንሓደ ንሓደ ዝምልከት ኣይኮነን ንኩሉም ዝምልከት ብጀካ

ተኽሊት እሞ መዓስ ደይተግብሮ ኮይኑ? እንታይ ኣልካ?
ማለትሲ ነተግብሮ ተኾይኑስ ደሓን ንተኽሊት ጥራይ ሓግዘና እምበር ጸገም ድበሃል የሎን። በርደሓን ዝበልክና ንገብር። ታይ ዝመሰለ ናጤባ ደኣ መጻና ወድ።
ጸጋብ የለን ዋእ ኣቲ ሳሬ ዶጎል እዩ ዶጎል። እቲ በዓል ይፈልጥ ሽም ቆይ ዘይተታሓዘለይ ኮይኑ ጸጋብ የለን። ኣብዚ ኣሎ ክገርመኪ ከማን ሳሮን ኣብዚ ድውዕል ኣሎ ኣብዚ ዳመሻጢት ኣብዚ ስራሕ ከማን ገዲፎ እኳ እዩ ድብሎ ገዲፎ እዩ። እንታይ ሕጂ ሕጂ ቅድሚ ሓሙሽተ ደቂቕ ብኣኹም ክምካሕ ጸኒሐስ ከዋርደኒ ድዶ ከይዲ ዝጉማማ ንዓኹም ኣሚነ ኣብ ገጸይ ጡፍ በለለይ ምባለይ ጥራይ ይገድድ ዋይ እንታይ ጥፍጣፉ ደሓን እዛ ጥፍጣፍ እንተመፅያ ጸጋይ ወይ ዜና ገጽኩም ቆሪብኩም ጽንሑ በዓልኩም ክትቅበሉ ደጎሊ ደጎሊ ደጎሊ ሰ ትበዓል ፈልጥ
ገጾም ዘገድሰኒ

እምበኣር ኣብዚ ትካለይ እናመጻኻ ኢኻ እዚ ደርፍታትካ ትሰርሖ ዘለኻ? በለ። ተሰጎድ መን እዩ እቲ ጋና ኣብዚ ገዛ? በላይ ከ ኣብለኒ። በጃኻ በላይ ንስለ ጥበብ ክትብል መሓረኒ ንስለ ጥበብ ክትብል
ዓምና ፕሊስ ወላ ሓንቲ ሩሕ ዝበሃል የብሉን በጃኻ ከይሞተካ ጋህ ይበል ኣፍካ ሓዚ ከኣ ስሚ መን እቲ ካና ብገዛ መን እቲ ካና ኣብዚ ገዛ ንገረኒ ርእስኻ በጣዕ ከየበልኩኻ ከለኹ

ሰረጥ ኣቢለ ከይሓንቆ ከለኹ ንፀጋይ ከልዎ ወዲ እኹል እንታዋይ ዝኾነ ፀጋይ ዘኸ እኹል ናይ ምንታይ ፀጋይ ዚ ደጎሊ ሽኑ ሳሩ ደጎሊ
ደጎሊ ኢለካ ፀጋይ ይበልኩኻ ፀማም ሃማም እምበር ፀማም ኣይብልኹን እዮም በላይ ፈንውያ ብለክ ኣለኹ ፈንውያ ንስኻ በፈንዎ ኣንቲ ፈንውያ ፈንውያ ማ ሓንሳብ ሓንሳብ ሓንሳብ ሓንሳብ እዞም ሰባት ተጊሮም ኣብ መንጎ ይትኹም ልቦም ተጥፍሎም ደለኹም ረፎም እንዶ ባ

ስማዕ እስከ ስኽ ኣነ ልዕሌኻ ሽቓቕ ዝጥቀም ደ ኮይነ ምስታ ሰበይቲ ኮንኩም ርእሲ ርእሰይ ክጭፍጭፉን ውዒልኩም እንታይ
ኣብ ጉዳይ ሽቓቕ ሰር ምስ ተኽሊ ተወጊነ ወይ ኣለኹም በለና ወዲኹም በለና ዳብላ ዳኣ ደሊኻ ሳሪ ተጋጊ ከለኺ ዜና ብዙሕ ዓይኒ ምድሪ ኣይጥቀምኒ ዝያዳ ግን ልዕሊ ኩሎም ኣነ ዝጥቀም ክብላ ደሊኻ ነርካ ትብላወ ትብላወ ንዓኻ ተሓሰበ እኮ ኣነ የተለሊበ ምሽክ ናይ መዓኮረይ ኣይ ብኢዱ ብእግሩ ክፅረፍ ዒሉ እንታይ ኸገኻ ዳባ እኔ መዓኮር ኮይኑ ዳ መዓኮር ተሓሲቡ ክፅረፍ
ትብላ ታስኻ ምስ ኤድ ዛረብ ደለኹ ኣብሽር ኣብሽር እንታይ ይራኺብኩም ክንዚ ዘረባ
ንበይንና ዝሓሰባ እምበር ንዑ ለኪማቶ እምበር የስ የስ እንታይ ተኾንካ
እዚ ላሞ ፍሉጥ እንተተኸለ ዓርኪ ሳሪ እዚ ኩሉ ሽቓቕ ዝተጠቐምካዮ እዋናት ክሳብዛ ሎም መዓልቲ እዚኣ ከብ ክራይ ናይ ኩሉ መዓልቲ ክትከፍለሉ ኢኻ ኢላትካላ ሳሪ ሽኮር። ዶጎን ወላ ኮሙ ተበለትካሲ ካብቲ ዝኽፈሎ ኣታዊ ንሳ እያ ትረክብ እምበር ኣብ ኣፍንጫና ዘምጽኦ ነገር የለን ወላ ሓንቲ ነገር የለን ኣብ ከብድኻ እቲ ጨና ኩሉ ኣትዩ እዩ።
ኣታ ሓቅኻ እኮ ኢኻ እንታይ እዩ ከምዚ ከምዚ ሓድሽ ሕጂ ሓድሽ ጨና ከምኡ ጨንወሉ
ዝዓርከይ ዓመና ዝኾነ ሰብ ኣብ ክልተ መዓልቲ ሸቓ ክጥቀም ከም ዘሎ ሕጊ ኣውፂኣ ኣላ እንታይ የስ እዚኣ ኸዓ ዝበለጠት ውዲና
ብሓደ ኣለና ዋይ
ሪኢኹም በሉ ፈቐዶ ኣንጎሎ ዓዲ ከባላሽዋ እዩ ዋይ ጉዳ እንታይ ይብላ ኣለኹም እስከ ሸረፍካ ሓዝ
ስምዕኒ እስኺ ናብቲ ዝነበርኪ ነገር ንሕራእ ተመሊስኪ ኣነ ናብቲ ዝነበርክዎ ክምለስ እየ ይብለክ ኣለኹ እውይ
ናይ ቀደም ኣይትበለኒ ናይ ቀደም ዘበለ ኩሉ እንዳ ጓሓፍ ኣቲ እሙፍቲ እንዳ ጓሓፍ ጓሓሰስ እንድሕር በልካ ጽቡቕ ነገር ኣይሰኣኒ ይብለኪ ኣሎ ኣበሃላኻ ኣበሃላይ ደኣ እዚ ትገብርዮ ዘለኺ ምስ ዕድሜኺ ኣይከይድን እዩ ኣየጸብቐልክን እዩ ባህልና እውን ኣይኮነን እብለኪ ኣለኹ ዋላ ሽምኪ ከይተረፈ እነግረኪ ዘለኹ ሰባት እንታይ ይብልኹ ክነግረኪ እንተ ረኣያ እባ ኣታ ረኣያ እባ ኣታ ኣታ ኣታ እያ ትመስል ኣታ ረኣያ ኣታ እዚኣ ኣብ ፀብሒ ዝኣተወት ሳሬት ትመስል ኩ እዮም ዝብሉ ምሽ ዶ
መን ኣብልኻ ወደይ ንስኻ ኣብ ግዜ ንእስነተይ መፂኻ እዚ ግበሪ እዚ ትግበሪ ከምዚ ትኹን ዝብለኒ በላይ ምዃነይ ትርስዕኒ ኣለኹም ሰኒ ከኸንድደኪ እየ ዋይ ሳሮን ተዋሪድኪ እሞ ይፈለጥካኒ ዘለኻ ንመን ኣነስ ንዓኺ ይፈልጠክን እየ ወይለይ
መፍለጥ ስባ ትፈልጠኒ ኢኻ ግን ረሲዕካኒ ኣለኻ መስለኒ ትንክፍ እሞ ብለኒ ፅንፂ ዓይነ ያርግፈለይ ክንደይ ዕፅፍ ዝርግሕ ዝብሉ መንእስያት ኣብዚ ጎድነይ ከም ዘለዉ ይትረስዕ ምልዕስ ምልዕስ ከብሉኻ እዮም
እንታይ ኮይኑ ኢልክ ኢኺ ደኣ ዕፅፍ ዝርግሕ ዝብሉ መንእስያት ተምፅለይ ኣረጊት ምዃን ክንብሲ ክምባርሎም ፈይትከ ፈሊጥከ ሮሚ
እስኻ ሞናዓይ ከምኡ ዘይትብለኒ መዓስ ከም ተወለድኩ ኣነ ጥራሕ እየ ዝፈልጥ። ሽሕን ትሽዓተ ሚእትን ሰብዓን። ሓሳድ
ሓሳድ እየ ሓሳድ። ከምቲ ሽመይ ቀይሬ ዘለኹ ዝተወለድኩሉ ዓመተ ምህረት ተድይ ቀይርኻ ኣነ ኣይኮንኩን። ዕድሜኺ ከ ክትቅይርዮ ኢኺ። ኬፍ
ኩሉ ነገር ክሕድሶ እየ ሓቢቢ። ኣብዚ ዓለም ከኣ ዘይግበር ነገር የለን። እንተ ምሳኻ ግን ደሓን ሓመድ ክንማሰል ኢና። ትፍክርለ ኣለኺ ማለት ድዩ?
እምበኣር ንስኻ ኢኻ ሜክ ኣብ ትለኽየኒ ዘለኻ። ደሓን
እንታይ ከም ዝገብር ከርእየኪ ብሓንሳ ኣለና። ሓረጉ ሓረጉ ሓረጉ
ዘይናትካ ሽምሲ ዳርጋ ጸርፊ ተባሂሊ መዓረይ። እቲ

ኣንታ ኣነስ ትገርመኒ ሲ ብደገ መፅኤን ኣብዚ ማሳጀን ገይረን ነብሰን ኣረጋጊኤን ክዳ ንሕና ከዓ ገዛ እናተቐመጥናስ እንታይ ኮይነ የላ ኢና ማሳጅ ዘይንገብር
ማንጎ ከዓ ንሱ ክዳ ትበልዕ ዶ ወላ ማሳጅ ትገብር ኣቲ እምበር ንስኺ ማሳጅ ትገብሪ ብምሒር ማሳጅ እንዴ ዳኣ ናለኹልኪ ዝተዓጽፈት ኮቦርታ መሲላ። ኣል ግዜ ካበይ ዘምጻኺዮ ኮቦርታ ኣንሶላ ክትምጢኺ። እውይ መንዲል ምበር ኣይምሓሸ ሲንግል መንዲል ከማን።
ዋይ ኣትስምዓን እንዶ እዞም ዋልኤን ቱታ እዩ ጸገሞም።
እዞም ክልተ ዲኺ እወ ይብለኪ እዚኦም ሰብኣይን ሰበይትን እዮም ነይሮም ዶ ትብልኒ ሰብ ሓዳር ድዮም ሰብ ሓዳር እዋይ ምዃን ዓምና በቃቂ ኣጥሚዋ ኹማ ንኸውን ኦይ ወሪድዎ ናይ ቀደም ሓረጉን ናይ ሕጂ ሳሎንን ጸጊባ ጽጋብ ይፍታሕ ኣብጺሕዎ እስኪ ስእኪ ዘይትፈልጢ ይዛረቢ ኣመና እንድዩ ምስ ናእሽቱ ክወጽእ ምስ ጀመረ ቆልዓ ምስ ወለደ ክፋትሑ ጀሚሮም ዶ ከምኡ ድዩ መዓምና እዩ ጸጊቡ
ኣንቲ እዚኣ ሕመም ኣለዋ መስለኒ እስኪ ከተረጋገጽ ክትዛረቢ ጦብላዕ ፋእ ዋይ ኣቲ በዓል ቤትኻ ከምኡ ኣሎ ድዩ እዋይ ኣቲ እዞም ኦልዲስ እኮ ሓንሳብ ሓንሳብ ወላ ሓንቲ እኮ እዮም ታይም ዝበሃል ዝሕሉ
ጓለይ ክነግረካ ኣነ ማንጎ

ኣይፋልዎ ኣይቀርቦ
ዋ ዩፓስ ዩፓስ ማይ ፍሬንድ ሓሊፍካ ኣንታ እዛ ሰብ እዚኣ ደምር ዶ ጥዕና ኣለወን ዝዓሰወን ዝበስነዎ እንዳሰምዓኹ እስከ ተኹልስና ሓሲብኪ ወይ ሃለውለው ኣታ እስከ ዝሃለውለው ግደፎ ሕጂ ንኣ ዶገል ወዲኦም ተኮይኖም ዶ ኣየሞ ስራሕና ንሰርሕ
ስምረት ማዕረ ኩሉ ድዩ ክፀልእን እንታይ ዶ ገይረኪ ሓንቲ ኣልቡ እንኳ ዘይዘርጋሕ ፖስተራተይ ከተማታት ኣስመራ ክዝርጋሕ እናተፀበኹስ ዶግ ይዶግ ኣብ መንጎ ክልተ ሰብ ሓዳር ክዓርቕ ኢሉ ተቐርጢሙ ሞይቱ ድብል ናይ መርድእ ፖስተር ክትቃለ እዚኣ ስሓቅኻ ነብሰ ቅትለት እያ ስምረት ኣስኻ መናቆቲ ስሪካስከ ውዳይ መግባኻ ግበር ኣነ እኳ ከመይ ዝኣመሰለት ግርም ዝኾነት ሓሳብ ኣላትኒ እንታይ እንታይ መሲልኩም ኣንጀሊና ምስ ሳሪ ደሓን ዝኾነ ቅርበት ኣለዋ ኣነ ከዓ ምስ በላይ ደሓን ዝኾነ ምርዳእ ኣለና ስለዚ ኣነ ንስኽን ኬድና ተረኸብናዮም ከመይ ይመስለኪ ኣይ ዓዲ ገሌኹ እዚ ሽጣራ እዚ ዘይፈልጥ እንተኾይኖሞ በጊዕ በለኒ ተደሊኻ ኪድ በይንኻ ኪዶ ኣነ ይከይድኒ በይነይ ተኸይደ ደኣ ጸገም ተገጠመኒኸ እውይ እሱ እንዲሞ እቲ ድሌተይ እቲ ናይ ደጎል እኮ ኣባኻ እዩ ክወርድ ነይርዎ እሽከ ናይ ደጎል ሓወይ ዘይሓሰቦ ተሓኒቑ ኣጆኺ ኣጆኺ ክልቴና ሓደ እንዲና ውፃእ መዓት እሞ ክስታይ ዘይንገብር ከምዚ ናይ ዩኤን ከምኡ ጌርና ዘይንዓርቆ ዋይ ዘየለ ክንደይ ዓበይትን ሽማግለታትን ክዓርቆም ዘይተዓረቑስ ንሕና ንዓርቆም እሞ ንፍትን ትርር ተይላትና ኸኣ ወላ ኣውያት ገይረ ድርጉሕ ኣብላ ኤህ ንርእሲ ክግበረልኪ ንሶም ዘለዎስ ንዓክስ እንታይ ሓበጠካጂ። እሞ ጋገዩ እንድዮም ደለዉ ደሓር ከኣ ወላ ክፋትሑ እምበር ብሰላማዊ መገዲ እኮ ብሓደ ክነብሩ ይኽእሉ እዮም ደሓር ከኣ ብዙሕ ዘራኽብ ጉዳይ እኳ ኣይደለዎም ሓዳር እኮ ደየ ድፈልጦ። ማ ማሙንኩ እሞ ክሳይ ደኣ ደይትገብሪ ደይትኸዲ ደኣ እንሆ ሜዳ እንሆ ፈረስ ደይትኸዲ ደኣ ደይተተዓርቁ እዮም ደኣ። ዋ ሲምፕል ንኸምዚ ዋና ዋና ግን ክትሕግዙኒ ኢኹም እሺ። ዋ ኣታ ምሳኹም ድየ ዝዛርብ ዘለኹ ፕሊስ ሄልፕ ሚ ኣቶ ቀንራሕ ጉድዋ ዋይ ደይ መዳፈርቲ ክትኮኑኒ ኢለ እምበር ንሰብ ምዕራቕ ዳሞ ንሰብ ምዕራቕ ኣባላዓ መግቢ ንዓይ ደኣ እንታይ ጠርብ ኣለኺ